ሰላም ከመይ ትጸንሑ ክቡራት ተኸታተልቲ ንሎሚ ረቡዕ ዕስራን ትሽዓተ ሓምለ ክልተ ሽሕን ዕስራን ሽዱሽተን ዝተዳለዉ ሓደሽቲ ዜናታት ሒዘልኩም ቀሪበ ኣለኹ ምክትታልኩም ይዕድም ፈለማ ቀንዲ ዕብታቱ ኣብ ትግራይ ሎሚ ዝተጀመረ ፈተና ዝምልከትን ንቀይሕ ባሕሪ ዝምልከት ኣብ መንጎ ሱዳንን ቱርክን ዝተኻየደ ዘተን ኣብ ኤርትራ ብሓፈሻ ኣብ ከተማ ኣስመራ ድማ ብፍሉይ ፋይናንሳዊ ቀውስን ሓድሽ ቅልውላውን ስግኣትን ከምዘሎ ከምዝተሓበረን ኢትዮጵያን ኣብ ስዑዲ ዓረብ ብግፍዒ ከምዝተቐተሉ ከምዝተሓበረን ኣብ መንጎ ኢራንን ኣሜሪካን ዝካየድ ዘሎ ውግእ ዘለዎ ሓደሽቲ ምዕባለታትን ዝብሉን ካልእን ዝሕብር ዝርዝር ዜናታት ሒዝናልኩም ቀሪብና ኣለና። ንቻነልና ሳብስክራይብ ብምግባር ክሳብ መወዳእታ ክትከታተሉና ብኽብሪ ንዕድመኩም። ኢራን ኣብ ልዕሊ ሰራዊት ኣሜሪካ ሃንደበታዊ መጥቃዕቲ ከም ዘካየደት ተገሊጹ። ሰራዊት ኣሜሪካ፣ ኢራን ኣብ ማእከላይ ምብራቕ ኣብ ልዕሊ ወተሃደራት ኣሜሪካ ሃንደበታዊ መጥቃዕቲ ባሊስቲክ ሚሳኤል ከም ዘካየደት ኣፍሊጡ። እቲ መጥቃዕቲ ትማሊ ሰሉስ ምሸት ዝተኻየደ ኮይኑ፣ ማእከላይ ትእዛዝ ኣሜሪካ ንኹሎም ሚሳኤላት ብውጽኢታዊ መንገዲ ከም ዝዓገቶም ገሊጹ። እቲ መጥቃዕቲ ትኽክለኛ ቦታ እቲ መጥቃዕቲ ኣይገለጸን። ኣብ መንጎ ክልቲኤን ሃገራት ነቲ ንሰለስተ መዓልታት ደው ኢሉ ዝጸንሐ ተጻብኦ ዳግማይ ከልዕል ዝብል ስክፍታ ከም ዝፈጠረ እውን ተገሊጹ'ሎ። ሰራዊት ኣሜሪካ ንሓይልታት ስዑዲ ዓረብን ኣብ ልዕሊ ሑቲ ዝርከቡ ብኢራን ዝድገፉ ኣሸበርቲ ዝኾኑ ዕጡቓት ሓበራዊ መጥቃዕቲ ከም ዝፈጸሙ ሴንትኮም ኣፍሊጡ'ሎ። ቴህራን ብዛዕባ እዚ ጉዳይ ዝሃበቶ መግለጺ የለን። እቲ ብኢራን ዝተፈጸመ መጥቃዕቲ ክልቲኤን ሃገራት ዳግማይ ድርድር ክጅምራ'የን ዝብል ተስፋ ከም ዘፍረሶ እውን ይግለጽ። ሴንትኮም፣ ሰራዊት ኣሜሪካን ስዑዲ ዓረብን ኣብ ምብራቓዊ የመን ብዙሕ መሰለጣታት ግብረ ሽበራ መኽዝናት ኣጽዋር ከም ዝሃረሙ ዝገለጸ ኮይኑ፣ ሴንትኮም፣ ወተሃደራዊ ሓይሊ ኢራን ንግብረ ሽበራዊ ወከልቱን ተወሳኺ ወተሃደራዊ ሕነ ምፍዳይ ኣሜሪካ ንምክልኻል ነዚ መጥቃዕትታት ከቋርጽ ኣለዎ ክብል ኣጠንቂቑ። ብሰሉስ ስዑዲ ዓረብ ኣብ ምብራቓዊ ክፋል እታ ሃገር ንዝርከቡ ትካላት ነዳዲ ዒላማ ዝገበሩ ሚሳኤላት ከም ዝዓገተት ኣፍሊጣ ነይራ። ሚኒስተር ወጻኢ ጉዳይ ሱዳን ኣብ ጉዳይ ቀይሕ ባሕረ ምስ ቱርካዊ መዘንኡ ከም ተዘራረበ ተገሊጹ። ሚኒስተር ወጻኢ ጉዳይ ሱዳን ሙሓዲን ሳሌም ምስ ቱርካዊ መዘንኡ ሓካም ፊዳን ኣብ ኣንካራ ብምርኻብ ኣብ ጸጥታ ቀይሕ ባሕረ፣ ዞባዊ ምርግጋእን ክልቲኦም ምትሕብባረን ከም ተዘራረቡ ተገሊጹ። ወግዓዊ ናይ ክልተ መዓልታት ዑደት ንምክያድ ናብ ርእሰ ከተማ ቱርኪ ዝኣተወ ሳሌም፣ ምስ ፊዳን ናይ ምርድዳእ ስምምዕ ብምፍራም ዲፕሎማስያዊ ስልጥና ንምዕባይ ኣብ መንጎ በብወገኖም ኣብ ሚኒስተር ወጻኢ ጉዳይ ዝርከባ ትካላት ሓባራዊ ምርድዳእ ምግባሮምን ተገሊጹ። ክልቲኦም ሚኒስተራት ኣብ ቀርኒ ኣፍሪቃን ቀይሕ ባሕርን ዝረኣ ዘሎ ምዕባለታት ብቐጻሊ ግጭታት፣ ምብዛሕ ኣጽዋርን ዕጡቕ ጉጅለታትን ዘስዓቦ ጸጥታዊ ብድሆታት ንምፍታሕ ሓሳብ ተለዋዊጦም ክብል ሚኒስተር ወጻኢ ጉዳይ ሱዳን ኣብ ዘውጽኦ መግለጺ ክሕብር እንከሎ እቲ ኩነታት ኣብ ቀይሕ ባሕሪ ሓድሽ ተርእዮ ምዃኑ'ውን ምንጭታት ይሕብሩ ኣለዉ። ኣብቲ ዝርብ ሳሌም ንፊዳን ብዛዕባ ኩነታት ሱዳን መግለጺ ዝሃበ ኮይኑ፣ ድሕሪ ናይ ዓመታት ኣዕናዊ ግጭት ሱዳን ናብ ነቡር ንምምላስ ይስራሕ ከምዘሎ ዝሓበረ ኮይኑ፣ ሉእላውነት ንምሕላው ትካላት መንግስቲ ዳግመ ንምህናጽ ዝግበር ዘሎ ጻዕርታት መብርሂ ከምዝሃበ እውን ተገሊጹ። ካብ ከተማ ካይሮ ናብ ፖርት ሱዳን በረራ ይጅመር ከምዘሎ ተገሊጹ። ካብ ግብጺ ከተማ ካይሮ ናብ ፖርት ሱዳን በረራ ምጅማሩ ናይ ሱዳን ምንጭታት ይሕብሩ ኣለው። ወከልቲ ጉዕዞ ንሱዳን ትሪቡን ኣብ ዝሃብኦ ሓበሬታ፣ ፖርትሱዳን ናብ ኣህጉራዊ ስርዓት ምዝገባ ግብፂ ኤር ዳግማይ ከምዝጀመረት ድሕሪ ምግላፁ፣ ነቲ ካብ ግብፂ ናብ ሱዳን ዝፀንሐ ፀገማት ጉዕዞ ከቃልል ትፅቢት ከምዝግበር እውን ይሕብሩ። ኲናት ሱዳን ኣብ ሚያዝያ ክልተ ሽሕን ዕስራን ሰለስተን ካብ ዝጅመረሉ ግዘ ኣትሒዙ ኣብ ሱዳን ዝፀንሐ ኣገልግሎት ምንቅስቓስ ነፈርቲ ተቋሪጹ ምጽንሑ ዝፍለጥ ኮይኑ፣ ምጅማር ናይ መንገዲ ኣየር ግብጺ ሓድሽ ተስፋ ከም ዝሃበ እውን ይንገር። ኣህጉራዊ መዕረፎ ነፈርቲ ፖርት ሱዳን ኣብ ወርሒ ግንቦት ተኸታታሊ መጥቃዕቲ ሰብልቦ ነፈርቲ ምክያዱ እውን ዝንገር ክኸውን እንከሎ፣ መኽዝናት ነዳድን ኣብ ጥቕኡ ዝርከብ ትሕተ ቅርጺ ወደብን ዕላማ ተገይሩ ምንባሩ ይዝከር። እዚ ከምዚ ኢሉ እንከሎ፣ ብሰሙድ ዝፍለጥን ብቀዳይምኒስተር ነበር ዓብደላ ሓምዶክ ዝምራሕን ዲሞክራሲያዊ ሲቪላዊ ኪዳን፣ ኣብ ኣዲስ ኣበባ ዝካየድ ፖለቲካዊ ዘተ ከምዝሳተፍ ገሊጹ ኣሎ። ንውድብ ሕብራት ሃገራት፣ ሕብረት ኣፍሪቃ፣ ሕብረት ኤውሮጳ፣ ኣብ መንጎ መንግስታዊ በዓል መዚ ልምዓት ኢጋድን ሊግ ዓረብን ዝሓቖፈ ናይ ዕርቂ ዘተን ናይ ሱዳን ኩነታት ንምፍታሕ ዝካየድ ዘሎ ምዃኑ ተገሊጹ ኣሎ። ስዑዲ ዓረብ ሕጂ እውን ንኢትዮጵያውያን ትርሽን ከምዘላ ተገሊጹ። ኣብ ስዑዲ ዓረብ ክነብሩ ኣብ ልዕሊ ዝጸንሑ ኢትዮጵያውያን ናይ ሞት ፍርዲ ምፍራዱ ናይ ኢትዮጵያ ምንጭታት ይገልጹ ኣለው። ሚኒስተር ውሽጣዊ ጉዳያት ስዑዲ ዓረብ ኣብ ልዕሊ ኢትዮጵያውያን ተወሳኺ ናይ ሞት ስጉምቲ ምውሳዱ ናይ ስዑዲ ዓረብ ጸብጻባት እውን ዝሓበሩ ኮይኖም ኣብዚ ሓድሽ ናይ ሞት ስጉምቲ ሓምሽተ ኢትዮጵያውያን ከምዝተቐተሉ ተሓቢሩ ኣሎ። ናይታ ሃገር ሚኒስተር ውሽጣዊ ጉዳያት ነቲ ሓበሬታ ዝሃበ ኮይኑ እቶም ኢትዮጵያውያን ኣብ ዞባ ኣሲር ከም ዝተረሸኑ ምግላጹ እውን ዝሕበር ኮይኑ፣ ኣብ መንጎ ስዑዲ ዓረብን ኢትዮጵያን ዲፕሎማስያዊ ወጥሪ ፈጢሩ ከም ዘሎ እውን ይንገር። ካብ ዝሓለፈ ዓመት ኣትሒዙ ኣብ ስዑዲ ዓረብ ናይ ዝተቐተሉ በዝሒ ኢትዮጵያውያን ቁጽሪ ዓሰርተ ሸውዓተ በጺሑ ከም ዘሎ እውን ዝገልጹ ዘለዉ ምንጭታት፣ ቅትለት ናይቶም ዜጋታት ኢትዮጵያ ዓቢ ሰብኣዊ ቅልውላው ኮይኑ ከም ዘሎ ሚድያታት ይገልጻ ኣለዋ። ናይ ስዑዲ ዓረብ ምንጭታት ከም ዝሕበረዎ፣ እቶም ግዳያት ብወግዒ ከም ዝተኸሰሱን ኣብ ትሕቲ ቀይዲ ድሕሪ ምእታዎምን ፍርዲ ከም ዝተውሃቦም፣ ገበነኛታት ምዃኖም ድሕሪ ምርግጋጹ ጥራይ ፍርዲ ከም ዝተውሃቦምን እቶም ምንጭታት ወሲኾም ይገልጹ። እቲ ዝተውሃበ ፍርዲ ጌጋ ምዃኑ ዝገለጸ ቤት ፍርዲ ይግባይ ከም ዝበለ፣ ላዕለዋይ ቤት ፍርዲ ነቲ ይግባይ ከም ዘይተቐበሎ ክሕበር እንከሎ፣ ብመሰረት ሕጊ ሸሪዓ ከምዝተተግበረ እውን ይግለጽ። እቶም ኢትዮጵያውያን ናይ ሙት ፍርዲ ዝተፈረዱ ብሰንኪ ናይ ዕጸፋርስ ምስግጋር ገበን ምዃኑ ዝገልጹ ናይታ ሃገር ምንጭታት፣ ኣብ ዘይሕጋዊ ንጥፈታት ምስግጋር ዕጸፋርስ ዝነጥፉ ሰባት ናይ ሞት መቕጻዕቲ ከምዝውሰነሎም እዩ እቶም ምንጭታት ወሲኾም ዝገልጹ። ናይ ኣህጉራዊ ቤት ፍርዲ ሁማን ራይትስ ዎች ጸብጻባት ከምዝሕብርዎ፣ ኣብ ቤት ማእሰርቲ ካብ ዘለዉ ስሳን ሰለስተ ሰባት ገና ናይ ሞት ፍርዲ ይጽበዮም ከምዘሎ እውን ተሓቢሩ ከምዘሎ ዝተገለጸ ኮይኑ መንግስቲ ኢትዮጵያ ነዚ የጽንቅቕ ከምዘሎ እውን ብተወሳኺ ክፍለጥ ተኻኢሉ ኣሎ። ሃገራዊ መልቀቒ ፈተና ዓሰርተ ክልተ ክፍሊ ዘበን ትምህርቲ ክልተ ሽሕን ዓሰርተ ሸሞንተን ሎሚ ዕስራን ክልተ ሓምለ ኣብ ዩኒቨርሲቲ መቐለ ብወረቐት ይወሃብ ከምዘሎ ተገሊፁ። ነቲ ፈተና ሓላፊ ቤት ፅሕፈት ትምህርቲ ትግራይ ዶክተር ኪሮስ ጉዑሽ ፕሬዝዳንት ዩኒቨርሲቲ መቐለ ዶክተር ፋና ሓጎስን ከንቲባ ከተማ መቐለ ኣቶ ሃይለ ኣረጋዊ ብወግዒ ጀሚሮሞ። እዚ መልቀቒ ፈተና ዝወስዱ ዘለዉ ተምሃሮ በቲ ዝነበረ ጀኖሳይዳዊ ኲናት ልዕሊ ሰለስተ ዓመት ትምህርቲ ዝተኣጓጎሉ እዮም ክብል ዶክተር ኪሮስ ዝገለፀ ኮይኑ እቲ ፈተና ቅድሚ ዕስራ መዓልቲ ሓምለ ሓደ ጀሚሩ ክወሃብ ዝነበሮ እኳ እንተነበረ ሚኒስቴር ትምህርቲ ብዝፈጠሮ ፀገም ተናዊሑ ምፅንሑ ገሊፁ። ብዝተገበረ ምርድዳእ ተምሃሮ ብሰላማዊ መንገዲ ብወረቐት ይፍትኑ ኣለዉ ኢሉ። ኣብ ኤርትራ ብሰንኪ መንግስቲ ዘውጽኦ ሓድሽ ኣዋጅ ስግኣትን ቅልውላውን ተፈጢሩ ከምዘሎ ተገሊጹ። ኣብ ኤርትራ ብፍላይ ኣብ ከተማ ኣስመራ ብሰንኪ ፋይናንሳዊ ቀውሲ ሓድሽ ቅልውላውን ስግኣትን ፈጢሩ ከምዘሎ መደበር ዜና ቢቢሲ ምንጭታት ሓቢሮም ንክብል ጸብጺቡ። ናይ ኤርትራ ማእከላይ ባንክ ኣብ ኢድ ውልቀሰባት ዘሎ ባጤራ ናቕፋ ናብ ባንክ ክኣቱ ድሕሪ ምእዋጁ፣ ህዝቢ ኣብ ኢዱ ንዘሎ ባጤራ ናብ ባንካ ምእታው ይቃለስ ከምዘሎ፣ እቲ ኣዋጅ ኣብ ኢዶም ልዕሊ ሓምሳ ሽሕ ንዝሓዙ ቀዳምነት ሂቡ ይሰርሕ ብምህላዉ፣ ዝተደንገገ ግዜ ኣብ ኣጋ ምእካሉ ምብጽሑ ተደራሪቡ ከቢድ ሻቕሎት ፈጢሩ ከምዘሎ ቢቢሲ ጸብጺቡ። ጠንቂ ናይቲ ኣዋጅን ሳዕቤናቱን ዘይተነገረ ብምዃኑ፣ ብዛዕባ እቲ ኣጋጢሙ ዘሎ ቅልውላው ህዝቢ በብናቱ ይትርጉምን መጻኢ ቁጠባኡ ኣብ ምልክት ሕቶ ኣእትይዎ ከም ዘሎ'ውን ምንጭታት ብተወሳኺ ይገልጹ ክብል ቢቢሲ ጸብጺቡ። ባንኪ ኤርትራ ኣብ ዝሓለፈ መወዳእታ ሰነ ክልተ ሽሕን ዕስራን ሽዱሽተን ካብ ባንክታት ወጻእ ኣብ ኢድ ውልቀ ሰባትን ትካላትን ብዘይ ዓቐን ተታሒዙ ዘሎ ባጤራ ናቕፋ ክሳብ መወዳእታ ሓምለ ናብ ሒሳብ ባንኪ ከእቱ ዘግድድ ጽኑዕ ሕጋዊ መተሓሳሳቢ ኣውጺኡ ምንባሩ ይዝከር። እቲ ዝተቐመጠ ግዜ ገደብ መዓልታት ተሪፍዎ ኣብ ዘለወሉ እዋን ብዙሕ ሰብ ብሰንኪ ዝተጓተተን ዘይምዕቡልን ኣሰራርሓ ባንክታት ገና ገንዘቡ ኣታዊ ክገብር ከምዘይከኣለ ዝገልፅ እቲ መደበር ዜና መብዝሓቲኤን ባንክታት ብፍላይ ኣብ ከተማ ኣስመራ ልዕሊ ሓምሳ ሽሕ ናቕፋ ኣታዊ ንዝገብሩ ትካላት ይኹን ውልቀ ሰባት ቀዳምነት ይህባ ብምህላወን ትሕቲ ዝጠቐሰ ገንዘብ ዝሓዘ ሰብ ገና ተርኡ ይፅበ ከምዘሎን ከምዘይበፅሖን ብሪጋን ቆፀራን ይፅበ ወይ በፂሑ ይምለስ ከምዘሎዩ እቲ ሓበሬታ ዝገልጽ፣ ድሕሪ እቲ ዝወጸ መምርሒ ቁጠባዊ ኩነታት ይኹን ነቲ መምርሒ ዝሰዓበ ቅልውላው ዘይምርግጋእ ዕዳጋታት እንታይ ይመስል፣ ህዝቢ'ኸ ብኸመይ ይቃለሰሉ ኣብ ዝብል እቲ መደበር ዜና ኣብ ውሽጥን ወጻእን ንዝተፈላለዩ ሰባት ዝሓተተ ኮይኑ፣ እቲ ኣብ መወዳእታ ሰነ ዝወጸ መግለጺ ባንኪ ኤርትራ ነቲ መምርሒ ዘየትግብሩን ኣብ ዝተውሃበ ግዜ ገደብ ገንዘቦም ኣታዊ ኣብ ዘይገብሩ ወገናት ጽኑዕ ሕጋዊ ስጉምቲ ክውሰደሎም ምዃኑ'ዩ ዝገልጽ። እቲ ስጉምቲ እንታይ ምዃኑ ግን ብንጹር እዚ ኣይተባህለን፣ ብዙሕ ሰብ ድማ ገና ገንዘቡ ናብ ባንክ ከእቱ ብዘይምኽኣሉን እቲ ዝኣተወ እውን እንታይ ክስዕብ ከም ዝኽእል ሰብ ስለ ዘይፈለጠ ኣብ ስክፍታ ከም ዝርከብ እቲ መደበር ዜና ዝገለጸ ኮይኑ፣ ኣሰራርሓ ባንክታት ኤርትራ ገና ዘይዘመነ፣ ዝደሓረን ኣብ ወረቐት ዝተመርኮዘ ኣገባብ ስለ ዝኽተል፣ እቲ ምጉታትን ነዊሕ ሰዓታት ምጽባይ ኣብ ቦትኡ ከም ዘሎን እዚ ሃንደበታዊ ውሳነን ዘይተነጻረ ስግኣትን ኣብ መላእ ዕዳጋታት ኤርትራ ዓሚቕ ሻቕለትን ዘይርጉጽነትን ፈጢሩ ከም ዝርከብ ቢቢሲ ጸብጺቡ። ብኻልእ ዜና ድማ ኤርትራ ካብተን ለቓሕ ኣይኤምኤፍ ዘይብለን ሰለስተ ሃገራት ኣፍሪቃ እታ ሓንቲ ከም ዝኾነት ተገሊጹ። ዳርጋ ኩለን ሃገራት ኣፍሪቃ ለቓሕ ካብ ኣይኤምኤፍ ዘለወን ኮይነን ኢትዮጵያ ኣብ መበል ሻብዓይ ኣብ መበል ቀዳማይ ድማ ግብጺ ልዕሊ ሽውዓተ ቢልዮን ዶላር ብምልቓሕ ተሰሪዐን ከም ዝርከባ ዝተገለፀ ኮይኑ፣ ኤርትራ፣ ሊብያን ቦትስዋናን ካብ ኣይኤምኤፍ ልቓሕ ዘይወስዳ እንኮ ሰለስተ ሃገራት ኣፍሪቃ ከም ዝኾና እውን ተገሊፁ ኣሎ። ክቡራት ተኸታተልቲ ንሎሚ ዝተዳለወ ዜና ነዚ ይመስል። ኣብ ዝቕፅሉ ዝፍነው ዜናታት ብቐዳምነት ክበፅሐኩም ሳብስክራይብ ዘይገበርኩም ሳብስክራይብ ንክትገብሩ ብኸብሪ ንዕድመኩም።